እዚኦምን ካልኦትን ኣብዚ መደብ እዚ ክንርኢና ሰናይ ምክትታል። ወትሳፕ ወትሳፕ ናይዚ ፍቕሪ ዝኾነ ዩቲብ ቻናል ተኸታተልቲ ሎማዓንቲ ብጣዕሚ ደስ ደስ ዝብሉ ዘስሕቑን ዘምህሩን ቪድዮታት ሒዘ ተመይሰ መፅእን እኹ ካባኹም ፅበ ላይክ ገይርኩም ጀምሮ እዛ ቪድዮ እቲ ቻናል ተፈትዎ ድማ ሳብስክራይብ ምግባር ኣይትርስዑ ንቐድላ ቪድዮ እስከ ተመስገን ንበሎ ንኣምላኽና ብሰላም ይሕዲርካ ብሰላም ዘተሳእኻና ክንደይ ኣለዉ እኮ ኣብዛ ለይቲ እዚኣ ክቕንዘዉ ዝሓደሩ ክንደይ ኣለዉ ኣብዚኣ ለይቲ እዚኣ ደቂሶም ዘይተመልሱ ክንደይ እውን ኣለዉ ኣብዛ ለይቲ እዚኣ ፈቖዶ በረኻታትን ስንጭሮታትን ቁርን ንፋስን ክህረሙ ዝሓደሩ ተመስገንካ ኣምላኸይ ንበሎም ብሰላም ኣተሲእኻ ብሰላም ኣርፊድካ ብሰላም ኣውዕለና ኩሉ ኣብ ንጓዓዞ ዝበለ ሓልወና ብሰላም ወፊርና ክንምለስ ደግፈና ኩሉ ንደልዮን እንምንዮን ባዕልኻ ባሪካ ሃበና ንስኻ እንታይ ይሰኣነካ ናይ ዕለት እንጀራ ትበና ተመስገንካ ኣምላኸይ ንበሎ።
ባባ ግን በቃ መጀመርታ ሰላም ምስ ኮነ ዝክሪ ከምሽ ኩሉ ሰብ ተሓጒሱ ኣባ ከዓ መገዲ እንድሕር ተኸፊቱ ናብ ርቱም ሓዛ ክወስደኪ እየ ብለኒ ነይሩ በቃ ሲርጊፅዋ
እዋእ እሞ እንታይ ደኣ ኮይኑ ንሱኸ ዘይመጸ።
ሩተየ ስራሕ ከመን ክሕዘሉ ወላ ሓደ ሰብ ዝሕዘሉ የለን ነቲ ሓንሳብ ፕሮሚስ ኣትለይ ዝነበረ ንዓኣ ክዓጽፋ ኢሉ በቃ ክሳብ መቐለ ምስ ሓደ ሰብ ኣማልእኒ መወዳእትኡ ኣብ ዓራት ናይ ሩቶ መሓዛይ ኣብ ኣዲስ ኣበባ ተራኢልኪ
ኦይ ሄለየ መዓረይ ዘይነገርኩኺ ከዓ እንታይ እዩ?
ዓንተወይ ናባኺ ክመፅእ ከለኹስ ሓደ ሰራቕ ነዛ ሞባይል ኣይምንጥለንን
ሽዑ ኸ እዋ ሽዑ ደኣ ነዛ ጎደና ብኣውያት ኣብ ክልቲኤ መቒለያ
እንታይ ትዛረብ ኣለኺ ከምዛ ዝብለኪ
ሽዑ ትሰራቕስ ቁሩብ ሰጒሙ ጠጠው ኣይብልን ሽዑ ሓደ ራስታ ወዲ መፂኡ ነዚ ቆልዓ ዝገበሮ ክነግረኪ ይክእልኒ

ኣመስጊነዮ ኔረ ብዙሕ ነገር ዝገብረለይ ስለ ዝኾነ ገለ ካብቲ ዝዕወቶ ዓወት ድማ ናቱ ውፅኢት ኢለ ስለ ዝኣምን ናይ ሓጎስ ቪድዮ ሰሪሐ ኔረ ሎም ግን ብኣንፃሩ ዘሕዝን ዜና ኮይኑ ኣቦይ ተኣሲሩ ከም ዘሎ እዩ ካብ ዝእሰር ቁሩብ ኣዋርሒ ገይሩ እዩ ናብ ዓዲ መፂኦም ምስ መኪንኡ ስለ ዝወሰድዎ ኣብቲ ግዜ እውን ከምኡ ሰብ መኪና ተኣሲሮም ስለ ዝነበሩ ምናልባት ምስቲ ሰብ መኪና ዝእሰርዎ ዝነበሩ ሰባት ኣይትፅዓኑ ወይ ናይ ግሊ መኪና ጥጠው በላ ስለ ዝተባህለ ምስኡ መሲልኒ ነይሩ ማለት እዩ። ሕጂ ግን እቶም ምስኡ ነበሩ ተኣሲሮም ኣቦይ ግን ደላላይ ወይ ሰምሳሪ ተባሂሉ ካብ ዓዲ ኣበይቶ ናብ ዓላ ከም ዝተወሰደ ትማሊ ምሸት ፈሊጠ ማለት እዩ። ሰምሳሪ ደላላይ ማለት ካብ ኤርትራ ናብ ትግራይ ሰብ ተስግር ብገንዘብ ሰብ ተብፅሕ እዮም ዝብልዎ ዘሎ ማለት እዩ እዚ ዘረባ እዚ ቅድሚ ዓመት ይኸውን ሓደ ምሳይ ዝተሃላለኸ ሰብ ኣብ ዩቱብ እውን ደጋጊመ ክንደይ ግዜ ገሊፀዮ እየ ሎሚ እውን ኣብ ዩቱበይ ገሊፀዮ ኣለኹ ፅቡቕ ገይረ ምሳይ ዝተሃላለኸ ሰብ ኣቦኡን ነሽነሽ ደላላ እዩ ሰምሳራ እዩ ሰብ የስግር እዩ ብምባል ተዛሪቡ ነዚኣ ዝሰማዕኩም ከዓ ንዓይ ትፀልኡ ንሰባት ዘይትፈትዉ ንሰባት ኣብ ዩቱብ ደጋጊምኩም ኣቦኡን ነሽነሽ ደላላይ እኳ እዩ ሰብ እኳ እዩ ዘስግር ነይሩ ኢልኩም ክንደይ ግዜ ተዛሪብኩም ማለት እዩ ኣቦይ ግን ደላላይ ኣይኮነን፣ ሰምሳር ኣይነበረን። መዋእሉ ምሉእ ነጋዳይ ሸቃጣይ ኮይኑ ርሂጹ ዝበልዕ ዝነበረ እዩ። ኣንጻር ህግደፍ ዝጸልኦ ስራሕ ዝሰርሕ ሰብሲ ኣይነበረን ማለት እዩ። ብዝኾነ እንታይ ይበሃል ኮይኑ ነቲ ዘረባ ኣጋፊሕኹም ኣጋፊሕኩም ግን ንህለ መጥረሻ ነቦይ ግዳይ ጌርኩሞ ማለት እዩ። ብጣዕሚ እዩ ዘሕዝነካ ኣቦይ ስሳን ሓሙሸን ዕድመ እዩ ገይሩ ኣብዚ ዕድመ እዚ ሰባት ከሰጋገር ዝኽእለሉ ኣይኮነን ነይሩ ካልእ እውን ደላላይ ሓደ ሰብ ዘስግር ስንታ ክገብር እዩ ኣብ ማእኸል ኤርትራ ምስ ደቁ ኮፍ ክብል ኩሎም ኣብ ኢትዮጵያ ገለ ይቕመጡ እሞ ሽዑ ኣኣትዮም እንዲዮም ሰብ ዘውፅኡ ነይሮም ማለት እዩ ብዝኾነ ንዓይ ስለ ዝፅላእኹም ንዓይ ስለ ዝተሃላለኹም ኢኹም ናይ ኣቦይ ደጋጊምኩም ከምኡ ዓይነት ዜና ዘርጊሕኩም ኣቦይ ግን ከምኡ ኣይኮነን ወላ ሓደ ካብ መታዓቢተይ ይኹን ወይ ካብ ደቂ ዓዲ መፂኡ እውን ቪድዮ ከፊቱ ኣቡኡ ነሽነሽ እወ ሰምሳር ኢዩ ደላላ ኢሰብያስ ሽግር ኢሉ ክምስክር ዝክእል ክዛረብ ዝክእል የለን ማለት ኢዩ ኣቦይ ከምኡ ኣይነበረን ብዝኮነ ግን እንታይ ክብል ኢለ ኮይነ ነቦይ መዋጽኦ እፍጠረሉ ንኩሎም ተኣሲሮም ዘለዉ ኣብ ኤርትራ ውን መዋጽኦ እፍጠረሎም ጥራይ ክብል ዝክእል ኣየሳእነና የቀንየለይ
ኣተ ሜሮነይ ሓንቲ መዓልቲ ስታ ልብኻ ይነው ዲቫይድድ ግበር ረኽፍት መቐልቀል።
ማይ እንዳ ሰተና ክንከታተሎ እዚ ጉዳይ ጋይስ እዚ ዘቤታዊ ጉዳይ እዩ ጋይስ እዚ ውሽጣዊ ጉዳይ እወ እዚ ችርስ ዶባዊ ችርስ ጉዳይ ችርስ ኣይኮነን ዋብ ሜረይ ውሽጣዊ ችርስ ጉዳይ እዩ እዚ ዋ ችርስ እዚ እባ እንዳክንከታተሎ ሓይሽ ችርስ እባ ዋብ ሜሮ ውይ ኣ ኮኔክሽን እያ ሜሮን ግን ደሓን ሓሊፋ ክትፀንሓካ እኒ ኣብ ገሊኡ ደኣ ግን ሽግር የብሉን ኮኔክሽን ኪ እኳ ጠጠው ኣቢልዎ ምራን እኳ ሰይደል ክፀንሕ
ሓረ ችርስ በለኒ። ኣብ ኣዲስ ኣበባ ኮንኩስ ኣብዚ ኮይነ ከመይ ችርስ ብለኪ? ኣይተረዳን።
ብዝኾነ ሜረይ ማይ መኸሰቲ ችርስ በለኒ ሜረይ ችርስ መዘይበልከን ወርዳ ባነ ቆልዓ ዑጭ ኣይብልን ሜሮን ዋታፐን ዋታፐን ዋታፐን ብዝኾነ ንዓኻ ሜረይ ክነግረካ ኣነ ክነግረካ ዕስራ ዓመት ክፅበየካ ዕስራ ዓመት ጋይስ ስምዑኒ ዕስራ ዓመት ክጽበየ ስቅ በል ኣወዳኒ ጋይስ ዕስራ ዓመት ክጽበየ ኩላትካ ልቢ እሞ ስደድ ኣነ ልቢ ክርኢ ደለኹ ይነው ኩሉ ቀይሕ ብቀይሕ ግበርዎ እሞ ጋይስ ኣነ ሜሮነይ ዕስራ ዓመት ክጽበየከ ብዘይ ጎደሎ ብዘይ ዝኾነ ነገር ዕስራ ዓመት እስኻ ከዓ ይነው ዕስራ ዓመት ሙሉእ ሰሪሕካ ዲኻ ርሂፅካ ዲኻ ይነው ኩሉ ነገር ልብኻ መላሊእካ ልብኻ ፍቅሪ ፍቅሪ እንዳጨነወ ንፃባበ ዕስራ ዓመት ሽዑ ዓርሲ ክንኣርግ ከለና ተመርዒና ወሊድና ዘሚድና ናትና ንብሎ ፋሚሊ ተኺልና። ስቅ ኢልካ ኣዲስ ኣበባ እንዳኸድካ ቤተክስታይ ትገብር ቤተክስታይ ትገብር ከምኡ ድበሃል ነገር የለን ከምዚ ካምቢያ ድበልኩኹምሲ ወዲ ሻሬ ድበሃል ኣሎ ዓርከይ ኣብ ደቂ መሓረ ኣቡኡ ዝገደፈሉ ኣይሱዚ ኣላቶ እቲ ጀማል ድበሃል ዓርኩ ከዓ ኣውቲስታ እዩ ከምኡ ኣይሱዚ እቲ ናቱያ እቲ ኣውቲስታዩ ክልቲኦም ግን ኣዕሩኹዮም ሕጂ ወዲ ሻሬ ጥብሲ ግበርልና ክልተ ኢልዎ ኣባ ናቤት መግቢ ኣትዩ ጀማል እንታይ ኢልዎ ኣጋ ኣቦኻ ሻህን ባንን በሊዑ ብጥምየት ሞይቱስ ኣቦኻ ደይበልዑ እስኻ ትእዝዝ ኢልዎ ንጀማል ኣቡኡ ኸኣ ቅድም ቅልዋን ስጋንዩ ድበልዕ ኔሩ ኩትፎን ገለን ኣብ ኣዲስ ኣበባ እንታይ ኢልዎ ወዲ ሻረ ሕጂ እወ ሓቅኻ ኣቦይ ሻህን ባንን በሊዑ ነዚኣ ጥሪለይ ከይዱ ኣቦኻ ግን ዝሕል ኣንቅልዋ ንበልዕ ኔሩ ዜሮ ገዲፍካ ከይዱ ካምቢያ ትቦኻ ድበልዑ ድነበረ ናባይ መጺኡ ወናኒ እዚኣ ኮይነ ብትኽክል ስለዚ ካምቢያ ኣሎ ኣብ ምንባር ካምቢያ ኣሎ ኣብ ሃገር ምናልባት ገለገለ ርሑቕ ደሎ ኤርትራዊ ኣው ኣታ ሕጂኸ ከምዚ ዶ መጻና ኸውን ኣታ ሕጂኸ ሃርሙና ዶ ኾኑ ሕጂ ኸኣ ፍክር ኣሎ ተኣብ እሞ ይዱብዱቡና ዶ ኾኑ ከምዚ ድበሃል ነገር የለን ካምቢያ እዩ ስለዚ ኣቋርጽዎ ወድኡ እዞም ሰለስተ ዝበልኩኹም ሓደ ንፉይ ሓደ ኣበከነ ናቱ ሰልጠነ ከይመስለኩም ኣበከነ ሰልጠነ ክብሎ ጸኒሐ ከኣ ከምዚ ክስታይ ኣበከነ እዩ ዝኣበከነ ባዕሉ ትግርኛ ፈልጥ ተኮይኑ ይተንትና ወይ ኣብኡ ዶ ኣለዉ ተንትኑለይ በሎም ኣበከነ ሳልሳይ ወዲ ድንቁር እዞም ሰለስተ ኣዋዕ ነብሰክ ምክንያቱ ርሑቅ ዓዲ ስለ ዝከትካ መንግስቲ ኤርትራ ከምዚ እዩ ክስቶ ከምዚ እዩ ከምዚ እዩ ምጽፋዕ ኣሎ ኣብኡ እሞኒ ቅድሚ ምጽፋዕና ምዕዶ ጽቡቅ እዩ

to be honest ኣብ ምንታይ መጥፍኦ መሲልካ ካብቲ ሚልዮን ሲ ዳርጋ ሰብዓ ፐርሰንት ኣብ ሊብያ ዘሎ ኤርትራውያን ፅጉማት ንዖም ሓገዝኩም ነቦም ካብ መውፅኹዎ ማለት እዩ ካልእ ዝተረፈ ከዓ ዝኾነ ቢዝነስ ከዓ ከፍተሉ ማለት እዩ ዝኾነ ቢዝነስ እንታይ ሓሳብ ኣለካ ናይ ቢዝነስ ኣይድያ

ያ ሶ ፋር ሶ ጉድ ያ ብጣዕሚ ንፍዕኻ ከመይ ኸይድ ኣለኹ ጋይስ ፎርሳ እስከ ላይክ ኮመንት ኤንድ ፎሎ ቴንክ ዩ ሓቢቢ ኣብሽር ሓቢቢ ናይ ብሓቂ ግን መሓሪ ከምዚ ናትካ ተቃለስቲ ተቃላሳይ ዝበሃል ከምዚ ናትካ ዓይነት ኣተሓሳስባ ዘለዎ ኣነ ብዘይ መጠን እየ ዘድንቀካ ኦፕን ማይንድ ዲካ ንኩሉ ነገር ከዓ ኣመዛዚንካ ትከይድ ሰብ ስለዝኮንካ ማለት እዩ ተቃ ብዘይካት መሬትን ናይታ ሃገር ባሕ ሃብቲ ካልእ ዋላ ሓንቲ ዘገድሶም ነገር የብሎምን። ብፍላይ ብፍላይ ኢትዮጵያ ትበሃል ሃገር ኤርትራ ከም ሃገር ክትቅጽል ኣይትደልያን እያ። እዚ ሚእቲ ካብ ሚእቲ ክትቅበልዎ ከለኩም። ካልኣይ ሕጂ መልሓስ ኣጥዒሙ ኣብይ ኣሕመድ ዋላ እቶም ናቱ ኣክቲቪስትታት እንድሕር ተመሊስኩም ቡን ተጠቀምቲ ክትኮኑ ኢኹም፣ ንሕና ዓሰብ ንጥቀም ንስኹም ከኣ ኤለትሪክ ትጥቀሙ ገለመለ እዚ ፕሮፖጋንዳ እዩ። ፅባሕ ንግሆ ናብቲ ዓዲ እንድሕር ኣትዮም መሓሪ እንድሕር ናብቲ ዓዲ ኣትዮም ብዝኾነ መንገዲ ህዝብና ረሺኖም ድዮም ድሮን ኣምፂኦም ድዮም ብዝተፈላለየ መንገዲ ፍቲ ዓዲ እንድሕር ኣትዮም እዚኦም ከምዘይወፁልካ ክትፈልጥ ኣለ እዚኦም ክወፁ ማለት እመነ ንብለካ ኣለኹ መጀመርያ ታሪክ ካጥፍኦም ባጤራ ካጥፍኦም እቲ ሃገራዊ ክብርታት ደምሲሶም ኢትዮጵያ ኣንድ ኢትዮጵያ ከም ድገብርዋ ፍለጥ ሓንቲ ዓባይ ኢትዮጵያ ኮይና ክትጥቕለል እያ ኤርትራ ፋይናል ማለት እዩ ነዚ ፓወር እዚ ከዓ ነዚ ናይ ኣብይ ኣሕመድ መሕልፎ ከማን ሓይሊ ፈጢርካ ተወዳዲቡ እቲ ኤርትራዊ ደጋፋይ ተቃዋማይ ከይበለ ነፊዑ ክምክቶ ደኣ ይግባእ እምበር ኣነ ምስ ኣብይ ኣሕመድ በዚ ሳይለንት ማጆሪቲ ኮይነ ነቲ ሰራዊት ሰኢለ ይሪኦ ኖ ኣነ ነቲ ሰራዊት ቅድሚ ሕጂ ብዙሕ ተጋጊና ኢና መሓሪ ኣብዚ ሕጂ ግዜ ግን ክንገብሮ ዝግብኣና እንድሕር ደኣ ኤርትራውያን ንሕና ለውጢ ንደሊ ኢና ኣብ ኤርትራ ከኣኒ ሓድሽ መንግስቲ ከነምጽእ ንደሊ ኣለና ኢሳያስ ኣይመችኣንን እንዲኻ ትብል ዘለኻ ኢትስ ኦኬ ኩሉ ህዝቢ ኤርትራ ደላይ ፍትሒ እዩ ወላ እቲ ብ ህግደፍ ደሎ ህልኽ ተደይ ኮይኑ መሓሪ ኩሉ ማሕበራዊ ለውጢ ዘይደሊ ኤርትራዊ የለን ኣነ ከምዚ ኢለ ኢየ ዝኣምን ኣብዛ ሰዓት እዚኣ ግን ሰራየ ኣኮሎጉዛይ ሓማሴን ባርካ ከረን መንደፈራ ከይበልካ ከይተበኣስካ ማለት እዩ እቲ ኤርትራዊ በቃ ወላ እንተዘይተሰማማዕካ ሓሳባትካ ኣኽቢርካ ህዝባዊ ዕርቂ ብፍላይ ኣብዚ ስደት ዘሎ ዕርቂ ፈጢርካ ማለት እዩ። እቶም ሓደ ክልተ ዝጽይቑ ዘለዉ ነቲ ቃልሲ መንቀርሳ ኮይኖም ዘለዉ ሰባት ነቒፍካ ዲኻ ኣሊኻ ዲኻ ነቲ ቃልሲ ዳግመ ውዳበ ጌርካ መጀመርያ ክዕረ ኣለዎ። እዚ ቃልሲ እዚ እንተ ክትነቓቐፍ ኣለካ በቃ ዝጋገ ዘሎ ክዕረ ኣለዎ። እቶም ዋጋ ክንደይ ዋጋ ዝኸፈሉ ኣንሕና ክንዛረብ ተኮይንና ሲ መሓሪ ትማል ትማል እኮ ዓይኖም ዝፈሰሱ መንእሰያት ኣለዉ እግሮም ዝተቆረጹ ኣብ እስራኤል ክንደይ ኣሕዋትና ተሓሪዶም ድዮም ትማሊ ኣንሕና ንትግራይ ናይና ንቅተል ነርና ኣብ እስራኤል ንትግራይ ናይና መስዋእቲ ከፊልና ክብለካ ከሎ ሓደ ቀሊል ነገር ኣይኮነን እዚ ክንደይ ሂወት ከፊሉ እዩ ሰብ ንኢሰያስ ክቃወሙ እዮም ድቃዋለሱ ነይሮም ኢለ ዝኣምን ኣነ ሓንቲ ካብቲ ተቃላሳይ ኣካል ስለ ዝነበርኩ ኦፍ ኮርስ ተጋሩ ተበዲሎም ድምፂ ኮይና ደንጊፅና ምስኦም ደው ኢልና ኢና ክሳዕ መጨረሻ እንተደይኮነ ግን እዚ መንእሰይ ኣብዚ ደገ ዘሎ ተቃላሳይስ ኣዲኡ ክረክብ እዩ ድቃለስ ዘሎ ንትግራይ ድይኮነን ድቃለስ ዘሎ ሰሰሪሕካ ሰሰሪሕካ እንድሕር ደኣ ዘፍርሱልካ ኮይኖም በቲ ኮይኖም ብሓንቲ ቃል እንድሕር ዘፍርሱልካ ኮይኖም ግን እሞ ንማ ከይትንክፈለይ ከይትንክፈለይ ኣነ እንዳተጋገየ ወዲ ከረን ስለ ዝኾነ ይተንክ ዋላ ንምንታይ ማይ ውዑይ ገይሮም ዘየንድድዎ ወዲ ከረን ስለ ዝኾነ ይተንክፉለይ ዝበሃል ነገር የለን እስኻ ብሃገር ደረጃ ትሓስብ ኣለኻ ኣነ ብሃገር ደረጃ እንድሕር ዘይሓስብ ኮይነ ከም ህዝቢ ህዝቢ እንድሕር ዘይሓስብ ኮይነ ኣነ መበላሸዊት እየ ማለት እየ ባላሽዎ ኣለኹ ነቲ ቃልሲ ብምሉእ ነቲ መንእሰይ ካብ ክሳራ ኣእትዎ ኣለኹ። ሕጂ እንታይ ክብለካ ከየብዝሓልኩም እዚ ዘሎ ምፍልላይ ብፍላይ ኣብቲ ተቃላሳይ ዘሎ በዚ ሕጂ እዚ ዘሎ ባእስታት ገለ ነዚ የዕሪኹም ኣጽቢብኩም ፍልልይኩም ከመይ ጌርካ ነቲ ሰራዊት ትእምኖ ጥራሕ ክሰርሕ ኣለዎ እቲ ተቃላሳይ ኣብ ደገ ዘሎ እዚኣ እንድሕር ተጌራ ከኣ ኩሉ እቲ ኤርትራዊ ብ ደገ ዘሎ ከም ዝስዕበኩም ኣነ ሃንድረድ ፐርሰንት ካብ ነብሰይ ጀሚርካ ተደይኮነ ግን ንኢሳያስ ኣፈወርቂ የምልኽዎ እዮም ህግደፍ ንኢሳያስ ኣፈወርቂ እዮም ሰግዱሉ እንዳበልካ እንድሕር ንውልቀ ሰባት ትሰግድ ኮንካ ውልቀ ሰባት እንዳበላሸው እንድሕር ደኣ ይተንክፉለይ ትብል ኮንካ ድላዮም እንዳገበሩ እንድሕር ደኣ ክስታይ ተብል ኮንካ እዚ ቃልሲ ኣይኮነን ንሕና ኣብ ውሽጢ ዓድን ኣብ ደገን ክልተ ዲክታተር ኮንካ ኣለኻ ማለት እዩ ስለዚ ኣብይ ኣሕመድ ጉዳዩ ይኮነን ኣብ መወዳእታ ክነግረኩም ኣብይ ኣሕመድ ዘገድሶ ከመይ ገይሩ ኣብዛ ናይ ስልጣን ዘመኑ ነታ ሃገር ነታ ኤርትራ ትበሃል ሃገር ክንደይ መዋእል ኢትዮጵያ ኩሉ ግዜ እዮም ዝፍክሩ ክነግረካ ኤርትራ ክትምለስ ኣለዋ በሃልቲ እዮም ኣብይ ከዓ በቃ ነቲ ህዝቢ ኢትዮጵያ ዝሕጉሶ ዓሰብ ኣምፅኤልኩም ብምባል እዩ ምክንያቱ ምስቶም ኣምሓሩ ተባኢስ እዩ ዘሎ እቶም ኦሮሞ እውን ናይ ባዕሎም መዓት ሕቶ ኣለዎም እቶም ተጋሩ ቅዩማት እዮም ብዙሕ ነገር እዩ ዘሎ በቃ ሕጂ ከይዳ ኣነ ዓሰብን ባፅዕን ኣምፅኤልኩም ኤርትራ ኣብ ትሕቲ ግዝኣተይ እትልኩም ተኢልዎም ካብ ዝዓቢ ካሕሳ የለን ድሕርዚ ከማን ኣይሓትዎን እዮም ሚእቲ ዓመት ክነግሰሎም እዮም ደልዩ እሱ ድማ ከመይ ገይሩ እቲ ዝበደሎ ነቲ ህዝቢ ነቲ ቁስሊ ከመይ ይሕውዮ እዩ ዝሰርሕ ዘሎ ኣብይ ኣሕመድ እዚ መሽረፈት ከመይ ገይሩ ይተዓፃፀፍ ይፈልጥ እዩ ዋላ እኮ ዓሻ ኣይኮነን ቆልዓ ኣይኮነን ዓሻ ኣይኮነን ፖለቲካ ይፈልጥ ኣይትበልዎ ስለዚ ኣነ እንታይ እየ ዝብል መሓሪ ፅቡቅ ኢካ ትዛረብ ዘለካ ስካ ንሕና 100 ፐርሰንት ኣነ ምሳካ እየ ዘለኩ እዚኦም ተቃወምቲና ግን ምስ ኣብይ ኣሕመድ ስልጣን ኣልያንስ ፈጢርና ምስ ኣብይ ኣሕመድ ክንቃወም ኢና ትብል ዘለኻ ማንም ኤርትራዊ ኣይድግፈካን እዩ ዋ- ብዙሕ ኤ- ደ- ደይድግፉ ተቃወምቲ እውን ኣነ ሰምዕ ቀንዲ ኣብዚ ሶሻል ሚድያ ንዓና ኣይትውክሉናን ኢኹም ዝብሉ ስለዚ ንፉዓት ተቃለስቲ እንድሕር ደኣ ኮንኩም ነቲ ሰራዊት ኣእሚንካ ነቲ ሰራዊት ይኣኽለካ ኢልካ ከመይ ጌርና ንዓ ንሕና ብደገ ንስኻ ብውሽጢ ከመይ ጌርና ንሕና ምስጢራዊ ዝኾነ ርክብ ምስቲ ሰራዊት ጀሚርካ ጥራሕ ኢኻ ነቲ መንግስቲ ክትኣልዮ ትኽእል ተደይኮነ ባዕዳዊ ሓይሊ ምትእትታው ናይ ደገ ኣምጺእኻ እንድሕር ድኣ ወል ንኢስያስ ክትኣልዮ ኮንካ ግን ዕጫ ናይ ሊብያ ዕጫ ናይ በዓል ሶርያ እያ ትጽበየካ ካልእ ዋላ ሓንቲ ዝመጽእ ለውጢ የለን ብፍላይ ብፍላይ በዚ ሕጂ ዘሎ ክብርኻ ሓሊኻ ክትከይድ እንድሕር ደሊኻ ንዝኾነ ሰብ ልዕሊ ክልተ ግዜ ኣይትደውል። ምኽንያቱ ብኣታ ታይ ዝረብሽና እምበር ስራሕ የብሉን ድዩ ዓሰርተ ግዜ ዝደዋውል ኢኻ ትበሃል ምስ ሰብ ዘለካ ቅርርብ ድማ ላይክ ቱ ማች ክስታይ ክትቀርብ የብልካን ክትርሕቕ ድማ የብልካን ኩሉ ግዜ ባውንደሪስ ክህልወካ ኣለዎ ኩሉ ግዜ እንድሕር ቱ ማች ቀሪብካ ናብ ሓደ ሰብ ገለ ነገር ኣላ መጨረሽታ ሰብ ኩሉ ግዜ እቲ ናህና ምስ ሰብ ዘለና ቅርርብ ብዙሕ ደይምርሓቕ ብዙሕ ከዓ ደይምቕራብ ማለት እዩ እዚኣ ተካባብረካ እያ ማለት እዩ ካልኣይ ድማ ንሰብ ድሓተተካ ሰብ እዚኣ ግበረለይ ተልካ ሕራይ ኣብዚኣ ንኺድ ሕራይ ሕራይ ሕራይ ሕራይ እንድሕር ኢልካ ክላ እዚ ደኣ ደይ ስቒሉ እዩ ንኩሉ ነገር እዩ ሕራይ ይድብለካ ይድብለካ ከምዚ ቱ ማች ናይሲ ደይ ምዃን ንሱ ድማ ንዘይግደሰልካ ሰብ ኣይትገደስ ንዘይግደሰልካ ሰብ ኣይትገደሰሉ ዳሕራይ ድማ ኣማኽረኒ ከይተባሃልካ ወይ ከዓ ሓግዘኒ ከይተባሃልካ ስቕ ኢልካ ኣይትነስነስ መን መን ከምዚ ኢልዎ ዝረኣ ክፈልጦ እንደ መን ኣማኽረኒ ኢልዎ ድዩ መን ሓግዘኒ ኢልዎ ድዩ ዝረኣ ባዕለይ ይፈልጦ እንዲኻ ትበሃል ሰው ከይተሓተትካ ኣይትነስነስ እታ ናይ መጨረሻ ድማ ንሰብ ክትሕጉስ ኢልካሲ ነብስኻስ ኣይተወጽዓያ ንሰብ ክትሕጉስ ኢልካ ነብስኻ ኣይተሸግራ ኣይተድክማ መጀመርታኻ ንነብስኻ ኩን መጀመርታ ነብስኻ ተሓጎስ ዳሕራይ ንሰብ ክትሕጉስ ማለት እዩ ተዘይኮይኑ ንሰብ ክትሕጉስ ኢልካ ነብስኻ ኣይትወጽዓያ
ኣብ ሓንጎልካ ክትበፅሖም ትደሊ ተስፋ ተዘይቆሪፅካሎም ይብፅሑ እዮም ኣደይ ንዓይ ማለት ዓለም እያ ንዓይ ኣደይ እንሻሎ ደድሕረይ ትኸይድ ወርሒ ገዛ ይኣቱኒ ይበኣስ ምስቲ ዘሎ ኩነታት ይበኣስ ትእብስ ካብቲ ገዛ ትስጎም ከለ የሕዋተይ ከዓ ተወሊዶም ማለት እዩ እንጂ ኣደይ ብፅፍራ ኣብያትኒ ምሻሎ ዘይቀልዓለም ብፅፍራ ኣብያትኒ ግን ነዊሕ ዓመታት ኣብ ጎደና ዳርጋ ወፅአ ኣብ ጎደናስ ነዊሕ ዓመታት ወፅአ ንዓርከይ ይድቅስ ትስከፍ ክልተ መዓልቲ ምስ ደቀስካ ትኸይድ ኣብታ ካቴድራል ወላ ንእሽወያ ገለ ትገብር በቲ ትወፅእ ዳክስቶ ትኸይድ ገለ ሕጂ እቲ ሂወት ኣዝዩ ዓፂቕ እዩ ምሻሎ ኣብ ትምህርትኻ መሳቶኻ ትፍለ ትሕዝቶ የብልካን ጫማ የብልካን ክዳን የብልካን የሰክፈካ እዩ ትምህርቲ ተቋርፅ ትገድፎ ተብል ግን ንኣርቲ ብጣዕሚ ይጠቕመካ እዩ ምሻሎ ንሂወት ኣዚኻ ክትሰጉሮ ከም ትኽእል ምሻሎ ድሓር ከምዚ ኣነ ብባህረይ ከምዚ ናይ ኣደይ ክኾን ይኽእል ገለ ኣይፅዓድኒ ከምዚ ምሻሎ ከምዚ ከምዚ መፂንሲ ከም ሽግር ገለ መፂንስ ኣይፈርሕን እዩ ክላና እግዚኣብሔር ንፅቡቅካ ክኾን ይኽእል እዩ ንሓደ ተመክሮ ክኾን ይኽእል እዩ ንፅቡቅ ሳላ እግዚኣብሔር ከዓ ኣብዚ ደረጃ እዚ በፂሕና እምበር ደገ ፈልጠ እየ ምሽቃጥ ገለስ ፈልጠ እየ ባስቲካ ምሽቃጥ ፈልጠ እየ ምጥማይ ከዓ ፈልጠ እየ ማለት ጠሚኻ ወረ ሙሉ መዓልቲ ጠሚኻ ውን እፈልጦ እየ ኣብ ቁሪ ምድቃስ እፈልጦ እየ ኣብ ማሙቕ ምድቃስ ከዓ እፈልጦ እየ ማለት እዩ ሕጂ ወዲ ሰብ ግን ተስፋ ቆርፅ የብሉን ከምዚ ብሰንኪ ናቶም ብዙሕ ነገራት ባህርታት ተጥሪ ኢኻ ብሰንኪ ናቶም ብዙሕ ነገር ይጎድለካ እዩ ንኣብነት ትምህርቲ ይጎድለካ ምስ ሰብ ምቅርራብ ይጎድለካ ገለ መለ እዩ ግን መወዳእትኡ እንድሕር ዳ ሕልሚ ኣለካ ሕልምኻ ከይበፅሓኻዮም ኣይትተርፍን ኢኻ ማለት እዩ ስለዚ ንታ ዘለኻያ ደይኮንካስ ንመፃኢ ክትሓስብ ኣለካ ማለት እዩ እምበር ኣዝዩ ተሪር ዓቐብ እየ ሓቂረ ኣነ ተሪር ተሪር ከምዚ ሸተተት ደብል ገለ መለ እየ ወፂ ወፅኢ ማለት እስከ ናብራ ግዳም ሓደር ክሳብ ክንደይ ከቢድ እዩ ዳዊተይ ክንደይ ዓመት ኢኻ ግዳም ሓደር ኮይንካ ሕጂ
ብጥቕሉል እንዲና ክንዛረብ ከምዚ ወጽየ ትኽ ኢለ ወጽየ ዘይኮንኩሲ ኣትሊስት ወርሒ ይገብር ምስ ገሊኦም ወርሒ እገብር ይምለስ ዕቑባ ሓትት ማለት እዩ ሽዑ ከዓ ይወፅእ ገለ ይእብስ ድ ገለ ድ ባይዘ ወይ ከዓ ይወፅእና ኣብ ደገ ከዓ ደገ ከዓ ወፅ ከምኡ ከዓ ገብር ክልተ ሰሙን ሰለስተ ሰሙን ዳሕሪ መወዳእትኡ ኣብ ጎዳይ ሚኒዋለ ስራሕ ጀሚረ ገዛ ተኻርየ ፀባብ ገዛ ፅብቕቲ እያ ሓፃር እያ ኣርባዕተ ኮሚደረ ተምፅየ ተን ሰለስተ ኣናፁ እየን ዝበልዓ እቲ ሓንቲ ኣነ በልዓ ፅቡቕ ምሻሎ በይንኻ ኢኻ በይነይ እየ ድሓር የዕሩኽተይ ምሳይ ክሓድሩ ጀሚሮም ካልኦት ኣዕሩኽተይ ገለመለ ድሓን እዩ ሽዑ ተሃማተ ከይደ ድዋዕዋዕ ተባሂለ እዚ ዲፔቲን ገለ ክትዕ ገለ መለ ቴፕ ተሸሊመ ካልእ ኢቲ ኮይናትኒ እታ ቴፕ ቴበይ እንዳወላዕኹ ደነቃቁሑ ደርፍታት እንዳሰማዕኹ መቸም ሲ ድቅስ ባፅ እዩ ድሓር ድሓር እንዳኾነ መፅዩ ነብስኻ ክትፈልጥ ከለኻ ኮንትሮል እንዳገበርካ ነቲ ሽግርካ እውን ትመፅኻ ንዕኦም መፍትሒታት እንዳደለኻሎም ትመፅእ ኢኻ እግዝኣብሔር ይመስገን። ስጋዕ ስኳር ተትረኽብሉ ተኾይኑ እንደ ላዘም ወድን ካመቻን ከስጋብ ዝረስሑ ኢድካ ምጽናሕ ዕሽነት ዊ ከምዚ ክዝብለ ከለኸ ኢኺ እሞ ራኬብ ትብኒ ከመይ ኢኺ ኣዝማሪኖ ድዩስ ወላ ፋራ ከም ዝብለ ካፕችነ ኮርስጣ ሕፅርሉ በልን እምበር ሕፍረት ኣብ እንጉዓት እያ ትውዕል እውይ ኣነ እኮ እቲ ዝገርመኒ ነገር እዚ ኩላ ምድረ ፋራ ኣቤላ ኢደየን ኢሎም ይመስለኒ ዝደልኹ ኣነ እኮ ግርም እዩ ዝብለኒ

ኣቲ ብዝኾነ እንዴ ኮነን ኣርእስቲ እኮ ኣሕሪርክና ንገላብጠሮ ግልብጥብጥ ነብላ መዓረይ ጅን ቦታ ደይ ትቕይር ካልእ ትካል ደይ ትቕይር ንኺዶ ዘይንፍትህ ቤት ፍርዲ መን ወዲ ኣበየናይ ዓዲ ተመርዐ መን ኣቱም ሰባት ወይኸ ወላ ንሓድሕድኩም ዲኹም ክትሰማምዑ ዘይትኾኑ እንዳ ስጋ ግን ዳዳ ጫማ ኣታ ወዲ ኤሌክትሮኒክስ እስካ ኢልካ ነርካ ኤሌክትሮኒክስ ኢልካ ዲኻ ምናልባት ብድሕረይ ዶ ኢልካ ትኸውን ኣነስ ኣይሰማዕኩኻን ኣብዚ ነይረ ድየ
ኣቤለ ድየ ማስ ነረ ድየ ከነ ንኹን ድየ ተይ ገለ ዶ ኺነ መዓስ ኣጋጢሙልካ ንዝሓደ

ክትርድእና ዘይትኽእሊ ገለ ድብል ዘረባ ኢዩ ድመጻኒ ከምኡ ዘይኮነ ግን ከም ትዕዝብተይ ብፍላይ ኣብዚ ናይ ሕጂ ግዜ ኣብ ላይፍ ንሪኦ ሰባት ጥዑያት ኖርማል ከይሰተዩ ጥዑያት ዝጸንሑ ምስ ሰተዩ ዝርቡን ዘይዝርቡን ክዛረቡ ትርኢ እዚ ቪድዮ ምስ ረኣይዎ ይጠዓሱ ምኻኖም ብርድኣኒ እዚ ኣይትስተዩ ገለ ይኮኮ ድብል ደሎ ሕጂ ኖርማል ዓቕሚ ነብሶም ዝሰትዩ ኣለዎ ልዕሊ ዓቐን ሰትዮም ክኣ ክጭነቑ ክልዉ ድዮም ወይ ድማ ሕማቕ ክስምዖም ከሎ ኣብ ዘይሓሰብዎ ነገር ዝኣትዉ ኣለዉ ንስዮ እንድሕር ድኣ ክዛረብ ኮይነ ወላ ኣብ ዓዲ እንድሕር ሪኢና ዝያዳ ደቂ ተባዕትዮ እዮም ዝሰትዩ ካብ ደቂ ኣንስትዮ ማለት እዩ ብዙሕ ስሉሙድ ኣይኮነን ክትሰቲ ሓንቲ ጓል ኣይትስተያ ገለ ኣይኮንኩን ድብል ዘለኹ ሰብ ከም ድላዩ ክነብር ኣለዎ ከም ደስ ዝበሎ ክገብር ኣለዎ ግን እንተ ደኣ ሰቲና ብዙሕ ነገር ንዛረብ ኮይና ወይ ድማ ኣንፈትና ዝቐይረና እንድሕር ኮይኑስ እንታይ ጥቕሙ እሞ ሓደ ብቐረባ ዝፈልጦ መስተ ኣብ መስተ ዝርከብ ሰብ ወልፊ ኮይንዎ ንክገድፎ ከዓ ዝቃለስ ዘሎ ሓደ ወርሒ ክልተ ወርሒ ገድፎ ምሽ መሊሱ ከዓ ይምለሶ ስለምንታይ ኢኻ ሞሪት ገድፎ እንተድኣ ዘጣዕሰካ ኮይኑሲ ከምዚ ብትኽ ኣቢልካ ዘይትገድፎ ገለ ብሎምሲ ናይ መስተ ነገር ስለ ዘይትፈልጢ እኮ ኢኺ ዝብል መልሲ እዩ ካብኡ ዝመጻኒ ዋላ ኣፍልጦ ድኣ ኣይሃልወኒ እምበር ድሕሪ ሰብ ኣረዲእኒ ግን ክርዳእ እኽእል እየ ኢለ እየ ድሓስብ ወልፊ ግን ኣብ ዝኾነ ኣብ መስተ ይኹን ኣብ ዝኾነ ከቢድ ከም ዝኾነ እፈልጥ እየ ብቐረባ ዝፈልጦ ሰብሲ ናይ መስተ ውሉፍ ኮይኑ ዘሎ ሓደ ክልተ ወርሒ ሰለስተ ወርሒ ይገድፎ መሊሱ ይምለሶ።
ከርሜ ኣነ ብዘይባኪ ክነብር ኣይክእልን ብጣዕሚ እየ ዘፍቅረኪ እንዴ ንዓኺ ክርእየኪ ከለኹ ዝመፀኒ ሓጎስን ደስታን ገፅልኪ ይክእልኒ ካርሜ ኣደ ደቀይ ሰበይተይ ኩሉ ክትኮን እየ ዝምንየኪ ብዘይባኪ ክነብር ፈፂመ ዘይክእል እንሻሎ ካብ ብቓላት ብተግባር ከርእየኪ ዝመርፅ በቃ ካርመይ ናተይ መናብርተይ ኣብ እዋን ፀገመይ ኣብ እዋን ሓጎሰይ ኣብ ጎነይ ኮንኪ ምሳይ ክትቅፅል እየ ዝምነየልኪ። ካብ ልበይ ዘፍቅረኪ ሃርሚ ኣይ ላቭ ዩ ተወዲ ኣላ እዚኣ ማለስ ማራ ክኬፍ ኣለኪ ማራ ኬፍ ሂብክኒ ኣነ ንክላለየኪ ተገዲደ እን ኣብ ዝጠዓመ ንሓደ መዓልቲ ሻሂ ገለ ንበሃል ማለስ ኣለኪ ምሾ ማራ ደስ ዝብል ቆማን ደስ ዝብል መልክዕን ኩሉ ኣምላኽ ብዘይ ኣምላኽ ኣደ ማርያም በቃ ብዘይ ብዓይና ተዓሚታ ሰሪሓትኪ ማለስ ንስኺ እስኺ ትመስልስ ረጊፀኪ ክሓልፍ ኣይሓሰብኩን እ ምሳኽስ ከመይ ዝበለ ምዉቕ ሓ- ፍቕሪ ምዉቕ እ፣ ግዜን እየ ክሕልፍ ዝደሊ ማለትስ ቁሉ ናይ ፍቕሪ ነገር ኣይርዳእክን እየ ይብልኒ ግን ነዚ ዘቕርበልኪ ዘለኹ ሕቶይ ብፅቡቕ ንክትርድእኒ ይምሕፀነኪ ከረዳኪ እስኺ በቃ እ፣ ፍጥረት ናይ ኩሉ ዓለም ኢኺ ንኩለን ብዙሓት ደቂ ኣንስትዮ ኣብ ምድሪ ዓለም ተፈጢረን እዮም ሓደ ወ- ጓል ኣንስተይቲ ንዓ ወይ ከን ንዑ ኢሉ ዝፍጠር ማለት እዩ ንሰበ ኸኒ ንዓይ ክተፈጠርኪ ከሉ ይስማዕ ንዓይ ከም ጣጣ መሓንዱ ብዙሕ ይደላይኺ ብዙሕ ኣፍቃሪኺ ብዙሕ እየ ኸንዓኺ ዝደለኪ ግን ካብቶም ብዙሓት ከኒ ኣነ ወሳዲኺ ወይ ከን ኣነ ተመናይኺ ናተይ ምዃንኪሲ ልበይ ኮም እዩ ዝብለኒ እዚ ከተዕድልቲ ናይ እግዚኣብሔር ኢለ ዝኣምን ማለት እዩ ኣብ ብዙሕ ነገረሲ ፈቲነኪ ኣብ ብዙሕ ነገረሲ ደሚነኪ ብዙሕ ነገር ከኒ ኣድለኬ ብሓፈሻዊ ትፈትየ ክቲ ህይወት ማለት እዩ ኣድየ ንዓኺ ምንጋር ኣድለክኒ ልብኺ ካብዚ ቃላተይ ተረዲኺ ኣስተውዕልኪ ሰሚዕኽሲ እንታይ ትብልኒ ወይ ከኒ እንታይ ከኒ ግብረ መልሲ ትህብንሲ ንዓኺ እዩ እቲ ቦታ ገዲፈልክ ኣለኹ ወዲ ተባዕታይ ኩሉ ግዜ ሲንግል እንከሎ እዩ ገንዘብ ክእክብ ዝጅምር በንጻሩ ጓል ኣንስተይቲ ከዓ ዓርኪ ምስ ሓዘት ፋካ ሴፍ ክትገብር ትጅምር ከመይ ኢሉ ይኸውን ዶ ትብሉ ኣለኹ ቢካዝ እቲ ናታ ናብ ጁባኣ እቲ ናይ ዓርካ ከዓ ናብ ከብዳ ናብ ደጋዊ ትርኢት ሺ ስማርት ብሮ ኣብ ህይወት ልዕሊ ቴስዓ ሚእታዊት ትህቦ ግብረ መልሲ እዩ ዝጎድኣካን ዝጠቕመካን so ካብ ትሕቲ ዓሰርተ ሚእታዊት እዩ እቲ ካብ ደገ መጺኡ ንዓኻ ኤፌክት ዝገብረካ ለሰይ እንተ በዓልቲ ቤትካ ወይ ኣፍቃሪትካ እንተ ትጨቓጨቐካላ ኣብ እምሮኻ ዝስራሕ ዘሎ እሳ ስለ ዝተጨቓጨቐትካ ወይ ዘረባ ስለ ዝተዛረበት ንስኻ እንታይ ዝብል እዩ ኣብ ርእስኻ ዘሎ? እንታይ ዓይነት ግብረ መልሲ ኢኻ ትህባ ዘለኻ? ብሓሳብካ ጥራይ ዘይኮነ ብቓላትካ ማለት እዩ። ኣብ ስራሕ ኣስራሒኻ እንተድኣ ተቋይቑኒ ወይ ከኣ ደስ ዘይብል ገጽ ኣርእይኒ ኢልካ ኣብ ርእስኻ ዝስራሕ ድራማን ብኣፍካ ተውጽኦ ቃላትን እዩ እቲ ቀንዲ ኢፌክት ዝገብረካ። ኦኬ እንድሕር እዚ ኢፌክት እንድሕር ዘይገ እንድሕር ኣነ ዘውጽኦ እንድሕር ኢፌክት ዝገብረኒ ኮይኑ and then እቲ ኣነ ዘውጽኦ እንድሕር እቲ ኣነ ግብረ መልሲ ዝህቦ እንድሕር ክቆጻጸር ክኢለስ ጸገም የብሉን ማለት ድዩ? Yes! Of course! ጸገም ዝበሃል የብሉን። ዋላ ኩሉ እንተ ዘይተቐየረ እንታይ ክንገብር እዩ? እቲ At least እታ ትስምዓካ ስምዒት ናይ ነጌቲቭ ስምዒት ኣይክትስምዓካን እያ ሹዕ። እታ ናይ ነጌቲቭ ስምዒት እታ ናይ ሕማቕ ስምዒት እታ ምሻላ በቃ ኣነስ እንታይ ዓይነት ህይወት እዩ ገለ ትብል እሳ ኣይክትስምዓካን እያ። Perspective ንእሽተይ ጥውይ ተብላ ኣለኻ ኣብ ኣጠማምታ ማለት እዩ። So please! ኣስተውዕሉ ልዕሊ ቴስዓ ሚታዊት ንሕና ንህቦ ግብረ መልሲ እዩ ኣብ ህይወትና Effect ዝገብር። ከባቢ ዓሰርተ ሚእታዊት ዘይከውን እዩ እቲ ካብ ደገ ድመጽና ዕና ኢፌክት ዝገብረና so ንሕና ክንቆጻጸሮ ንኽእል ከኣ እቲ ካባና ዝወጽእ እዩ so ካባና ዝወጽእ ነገር ንሕና በእምሮና ድስራሕ ድራማ ሓሳባት እንተ ክንቆጻጸር ኪኢልና it's gonna be very simple God bless you I love you all ዝኾነ ሓገዝ ናይ ቴራፒ or ናይ ሂሊን ኣገልግሎት እንተ ደሊኹም ኣብ ኢንስታግራም voice message ስደዱለይ see you። ስለዚ ኣብርካ ዘር ዋላ እቶም ትቆርጹ ቁረጽ ስለዚያ ኣዋጅ ኣዋጅ ኣዋጅ ኣዋጅ ዝራይ ዓይኑ ብራህ ሉሉ ተረኺባ ኣላ ኤማ ተረኺቡ ኣሎ ሃዋስ ካሕሳይ ጠፊኡ ኣንበሳ ተረኺቡ ኣሎ ኣቤል ፍጹም ተሳኢኑ ኣዳም ሃብተ ደሃይ ተረኺቡ ኣሎ ዮናስ ሃብተኣብ ትበሃል ተሳኢንካ ኣለኻ ኣብ ጽባሕ ሰንበት ውድድር ኣውዲካ ምሕላፍ ኣለኩም በጃኹም በጃኹም ደሃይ ግበሩለይ ብውሽጢ ጽሓፉለይ እብልኩም ኣሎ እብለኩም ኣሎ ወዲ ሓምቢር እንተዘይ ኮይኑ ብካልእ ሰብ ክንትክኦ ኢና እብል ኣለኹ ክሳብ ጽባሕ ሰዓት ትሽዓተ መልስኹም ክጽበ እብል ኣለኹ እዝነብካ ዝኑብ ይብለኒ ከኣ እዚ ኣንታ መልእኽቲ እየ ዘሕልፍ ዘለኹ ዋይ ኣነሲ እወ እቶም ኩላቶም ክወዳደሩ ጋይስ ትፈልጥዎም እንተ ኣለኹም ካብዞም ዝፀውዕዎም ናይ ደርፊ ውድድር ዝተወዳደሩ ሰባት እዮም ማለት እዩ ስለዚ ስኢንዎም ስለ ዘሎ ዘርኦም ጸሓፉሉ በሎም እንተ ዘይጽሒፎም ዶ ክሳብ ጽባሕ ምሸት ብኻልኦት ሰባት ክትክኦም እዩ። እወ እዛ መልሓስ እዚኣ ሒዝካ ካብ ናይ ኣቦኻ ዘይሰንፍ ድኽነት ሓቒፍካ ክትነብር ኢኻ። ኣየፍርሓንን እዩ ካብ ቁልዕነተይ ዘዕበየኒ ድኽነት ምስ ዓወተይ ከይገብረን በቃ ክትልወጥ ኣይትሓስብን ብእግሪ ክንዘይ ተለወጥ ክንደ ቢድና ተለዊጥና ኢልክናና እንታይ ማለትካ እዩ ንሓመ ዝመስለኪ ተርድእዮ ብኩሉ ይጎድል እዩ ወይ እቲ ሓዲሽ ዘፈረምኪ ክዳ እንታይ እዋን ውዕል ወዲ ንዘርኦም ዲኻ ዘርኦም ዲ ሽሞቲ ብቀዳማይ ምስ ከሰተን ከለና ምሳኺ ዝፀናሕና

ወላ ወላ
ኦ ማይ ጋድ ይሄ ጻዓዱ ገለ ወላ ወላ ወላ ሎማ ዓንዲ እጂ ናይ ምጥሪ መጽና ኣሎ ዘብጤ ነይ እምበር ወላ ጻዕዳ ገለ ጥዒም ከይትፈልጥኒ ኢኻ ወላ ወላ ጥዒም ኣይፈልጥኒ ኦ ማይ ጋሽ ሓቅኻ እንዲኻ ስኻዳኒ ናይ ክንደይ ዓመታት ክንደይ ዓመት ጌርካ ኣለኻ ዕድመኻ ዕድመ ዳ ከይተ እጅ ዳ ከይዳ ኣሪገ ዕስራን ዕስራን ሸሞንተን ቀሪበ ዕስራ ወዲ ዕስራን ሸሞንተን ዓመት ኮንካስ ብጥሪ ጥዒምካ ዘይትፈልጥ ወ What the fuck?
ባምቡላ እኮ ገዚኤ
ገደደ ይህ እንታይ ትገብሮ ባምቡላ ዳ ጣጣ ብላ ዋይ ይሕሸካ ጓል ተስኢንካ ዳ ባምቡላ ተውፅኦ እንታይ ደኣ እሞ በቃ እሳ ትሓይሽ ተረዲኦን ቁሩብ ድምፂ ስለ ዘይብላ ትሰክፈካ ቁሩብ

ሽዑ ኣለዋ እዚን ናይ ጃፓን ክገዝ እየ ሕጂ እዚኣ ገዚኣ ዘለኹ ናይ ግዜያዊት እያ ተረዲእኽኒ ርእሲ ኣለዋ ገለ ኣለዋ ኢለዮ እምበር የብላን ርእሲ የብላ ገለ የብላ ልክዕ ባኮ እያ ትመስል ምጥርጥር እየ ዘለዋ ምጥርን መዓኩርን ኣለዋ ረዲእኽኒ ኣይትቃወም ትብሉና ሰባት ብመድሃኒኣለም ውሽጥና ኣይትጉድኡና ክንቃወም ኢና ምስ ወለድና ከይተራኸብና ከየዕለልና ከየብረናዮም ሞይቶም ምቁዋም ጥራሕ ኣይኮነን ኣሎ ክንገብሮ ንደሊ ክንከሓስ ክንከሓስ እንተኮይንና ክንገብሮ ንደሊ ብዙሕ ምቁዋም ደኣ ኖርማል እንዲ ብወለድና ተፃዊቶም ብዕድመና ተጻዊቶም ብዕድመ ተጋዳላይ ተጻዊቶም ብህፃውንቲ ከዓ ሕጂ ይፃወቱ ኣለዉ ህፃውንቲ ከዓ ይጠፍኡ ኣለዉ ሕጂ ነዚስ ትድግፍ ሃለው እንታይ እዩ ትርእስኻ ከመይ ዓይነት ሰብ ኢኻ ፀገም የለን ደግፍ ክንቃወም ኢና ንሕና ግን ናይ ብሓቂ ኢና ናይ ብሓቂ ኢና ክንከይድ ኢና